ረዘነ ጉዕዞ ረመጽን በረድን ሓቀኛ ዛንታ ብዓብደልቃድር ኣሕመድ ተራኺ ግርማይ ኣብርሃም ሳልሳይ ክፋል ረዘነን መንግስተኣብን እታ ሓንቲ መዓልትስ ገለ ክንገብር ኣለና ዝበልዋ ዕለት ከም ትምኒቶም ብኣጋይ ረኸብዋን። መዓልቲ ንመዓልቲ እናደራረበት ልዕሊ ሓደ ዓመት ዝኸውን ግዜ ደኣ ጸብጸበትሎም። ኣብ ውሽጢ እዚ ዝተጠቕሰ እዋን ከኣ ከም ወትሩ ኣብ ጉስነትን ሕርሻን ተወሲኖም ብሓደ ወፊሮም ብሓደ እናተመልሱ መቐረት ዕርክነቶም እዮም ኣብ ምስትምቓር ዝነበሩ። ክሳዕ እታ መዓልቲ ኣኺላ ዳግማይ ዝበራበሩ። እቲ ግዜ መመሊሱ እናገደደ ከይዱ። ብፍላይ ነፈርቲ ጸላኢ ንዓድታት ክድብድባን ህዝቢ ከመዛብላን ጀመራ። ዓድና እውን ካብዚ መዓት እዚ ናጻ ኣይነበረትን። ዳርጋ መብዛሕትኦም ተቐማጦ ዓድና ነብሶምን ጥሪቶምን ንምድሓን ዓዲ ገዲፎም ኣብ ፈቐዶ ስንጭሮታት ደምበ ሰሪሖም ክቐመጡ ጀመሩ። ሓንሳብ ዝም በልኩም ጥራዝ ረዘነ ነዛ ነጥቢ እዚኣ ምስ ኣልዓለት፣ ኣነ እውን ነታ ብዘነበ ፈለቀ ዝተባህለ ኣብቲ እዋን እቲ ከም መኮንን ሓበሬታን ፕሮፖጋንዳን ደርግ ኮይኑ ኣብ ትሕቲ ቤት ጽሕፈት ጀነራል ጌታቸው ናደው ዝሰርሕ ዝነበረ ሰብ ነበር ብዝብል ኣርእስቲ ኣብ ክልተ ሽሕን ኣርባዕተን ኣሕቲሙ ዝዘርግሐ መጽሓፍ ዘከርኩም። ንሱ ነቲ እዋን እቲ ብዝምልከት ንጀነራል ጌታቸው ናደው ብምጥቃስ ነዚ ዝስዕብ ምስክርነቱ ኣስፊሩ ኣሎ። ሓደ መዓልቲ ብጉዳይ ስራሕ ናብ ቤት ጽሕፈት ጀነራል ጌታቸው ኣተኹ እሞ ኣብኡ ከለኹ ተሌፎን ተደወለ። ጀነራል ነታ ስልኪ ኣልዒሉ ተዘራረበ። ትሕዝቶ ናይቲ ዝርርብ፣ ኣብ ልዕሊ ሰራዊትና መጥቃዕቲ ተፈጺሙ ዝብል እዩ ነይሩ። ሽዑ ጀነራል ጌታቸው ብሕርቃን ተወሊዑ ነታ ተሌፎን ዓጽዋ እሞ ብኡ ንብኡ ኣልዒሉ ድማ ናብ መደበር ሓይሊ ኣየር ኣስመራ ማለት ሰምበል ደዊሉ ንሓደ ሓላፊ ስማዕ ሕጂ ብህጹጽ ነፈር ትበግስ ኣብ ጸሎትን ከባቢኣን ሓንቲ ጥር እትብል ገረብ ቀላሚጦስ ክርኢ እደልን'የ። ድሕሪ ፍርቂ ሰዓት ባዕለይ መጺኤ ክርእዮ'የ። ኢሉ ትእዛዝ ኣመሓላለፈ። ነፈርቲ ኵናት በበሪረን ንጸሎትን ካልእ ከባቢታትን ደብዲበን ምስ ተመልሳ ከኣ ከምታ ዝበላ ድሕሪ ፍርቂ ሰዓት በትረ መኰንኑን ወተሃደራዊ ቆብዑን ኣልዒሉ ናብ ሓይሊ ኣየር ጐየ። ነቲ ፍጻመ ከኣ ብሄሊኮፕተር እናዞረ ተዓዚብዎ ተመልሰ። ይምስክር ዘነበ ፈለቀ። ኣብ ከምዚ ዝኣመሰለ ፈታኒ እዋን ከኣ እዮም ረዘነን መንግስተኣብን ሓደ ነገር ክገብሩ ውዱእ ገይሮም ዝተበገሱ። ናብራ ኣዝዩ መሪሩ። ኩሉ ተጨኒቑ። ኣነን መንግስ ዓርከይን'ውን በቃ ንኺድ ተባሂልና፣ ይዝክር ረዘነ። ናበይ? ናብ ገድሊ? ወለድኺ እንታይ በሉ? ሽዑስ ኣማራጺ ኣይነበሮምን። ኣቦይ ቀሲነ ኣብ ሕቕፉ ክነብር ከም ዘይክእል ምስ ተገንዘበ በቃ ባዕሉ ካብ ደንበና ንዓዲ መሪሑ ኣእትዩኒ። ተመዝጊበ ከኣ። መንግስ ዓርከይ እውን ከምኡ ብሽሕን ትሽዓተ ሚእቲ ሰብዓን ሸሞንተን ብሓባር ኣብ ተሓኤ ተሰሊፍና። ረዘነ ነቲ ኣብታ ዕለት እቲኣ ዝነበረ ናይ ምፍልላይ ህሞት እውን ኣይርስዖን። ኣቦይ በረዚን ወደይ ኢሉኒ ካብ ደንበና መሪሑኒ ክኣቱ ከሎ፣ ኣብታ ዳዕሮ ሑጻ እንብላ ጎልጎል በጺሕና ድይብ ምስ በልና፣ ቅድሚ'ቲ ዝምዝገበሉ ቦታ ምብጽሐይ ሓንሳብ ደው ኢሉ። ረዚን ወደይ! ክንዲ ሰብ ኣኺልካ ክትምዕርገለይ፣ ብርሃንካ ርእየ ውላድካ ክሓቁፍ፣ ደንበ ዝመልኦ ቆልዑ ክትወልደለይ'ዩ ነይሩ ባህገይ። ኮይኑ ግን ግዜ ሓገዘን። ግዜ ከፊኡ ዝግበር ነገር የለን ወደይ ኮርዒዳ ኣጆኻ ምስ ህዝብኻ መዓት ዳርጋ ገዓት እዩ መሪቀካ ኣለኹ ኪድ ጽኑዕ ርገጽ እስክርና ወለድኻ ይግበረልካ ኢሉ ፋኒኒ ረዘነ ኣብ ጥራዙ ነታ እስክርና ወለድኻ ይግበረልካ እትብል ቃል ምርቓ ኣቡኡ ዘርዚሩ የቐሚጥዋ። ኣቦይ ሓረስታይ ቅድሚ ምዃኑ ወታደር፣ ኣቦሓጎይ ከንቲባ በርሀ ዓስከር ጥልያን ነይሩ። ክሳብ ትሩፑሊ ሊብያ በጺሑ ዝተመልሰ'ዩ። ኣቡኡ ንኣቦሓጎይ እውን ከም ዓስከር ጥልያን እዩ ነይሩ። ኣብ ገዛና ሓንቲ ጉራዴ ነይራ ዝተሰቕለት። እዚኣ ብላታ ኣባዱ ካብ ሊብያ ዘምጽኣ ዝማረኻ'ያ እናተባህለ ክዝረበላ ኣብ ገዛና ሰምዕ ነይረ። በዚ ከምኡ ኢሉ መሪቑኒ ዕድመን ዓወትን ይሃብካ ከም ማለት እዩ። ንሜዳ ክትብገስ እንከለኻ ኣይከበደካን? ኣይከበደንን፣ ብፍላይ መንግስ ዓርከይ ምሳይ ስለ ዝነበረ ፈኺሱኒ እዩ ነይሩ። ረዘንን መንግስትኣብን ንሜዳ ዝወረዱሉ ወቕቲ ኣዝዩ ፈታንን ሓያል መድረኽን እዩ ዝነበረ። በቲ ኲናት ሓድሕድ በቲ ካልእ ምዝላቕ፣ ረዘነን ዓርኩን ኣብ ገድሊ ዝጸንሑለን እዋናት ልዕሊ ክልተ ዓመት ኣይሰገራን። ረዘነ ነቲ ኩነታት ኣሕጽር ኣቢሉ'ዩ ብምስላ ዓድና ዝገልጾ። ኣይከም ኣዴኻ ዝለኣኸትካን ዕዳጋ ከም ዝጸንሓካ'ምበር ክብል። እቶም ሙሉእ ዕድሚኦም ከም ኣሕዋትን ኣዕሩኽን ኮይኖም ዝዓበዩ ረዘነን መንግስን ከካብቲ ዝተሰለፉ ኣሃዱታት ተሓኤ በብኣንፎም ንበረኻታት ባርካ ሕቖኦም ሂቦም ብእግሪ ንሸነኽ ምዕራብ ተጓዕዙ። ናብ ሱዳን። ነቲ ናይቲ እዋን ትዕዝብቲ ዘስፈርጥ ጥራዙ ገንጺልናያ። ካብቲ ጎየ ዘይደኸምኩሉ ጎቦታትን ጎላጉልን ሃገረይ፣ ካብቶም ፍቑራት ብጾተይን ለዋሃት ወለደይን፣ ከንዲ ኣኺልን ናብ ዓዲ ጓና ክነፍጽ እናበልኩ ገጸይ ገልቢጠ ንጎላጉልን ኣኽራንን ባርካ ጠሚተዮ። ነቲ ብጋይት ዝዕግብ ዓልመት ሳዕሪ ዘይፍለዮ ሰፊሕ ጎልጎል ጎስየ በዒንተይ ናብቲ ሽግር ማዕዶ ዝነበራ ኣኽራን ኣቋመትኩም። ብልበይ ካን ኣኺሉኒ ድዩ ብሓቂ ድየ ንስደት ዘምርሕ ዘለኹ? ሓቂ ሓይሽ እቶም ኣኽራንን ጎቦታት እውን ካን ጨኪንካ ሓዲግካና ትኸይድ ኣለኻ እናበሉ ዝወቕሱኒ ኮይኑ ይስምዓኒ ነይሩ። ምስ ሕልናይ ብዙሕ ተማጎትኩም። ኣእጋረይ ግን ንምዕራብ ገጹ እዩ ዝጓዓዝ ነይሩ። እንተስ ካብ ልበይ ወይ እውን ነብሰይ ከደኣዕስ ቁሩብ ጽንሕ ኢለ እምለሰኩም እኸውን ዝብል ግምት እውን ነይሩኒ። ግን ቀጺለም ኣብ ወርሒ ሓደ ናይ ሽሕን ትሽዓተ ሚእትን ሰማንያን ከኣ ከሰላ ተራእየ። መንግስተኣብ ዓርክኻኸ? ኣብ ሜዳ ተፈላሊና፣ ንሱውን ከማይ ናብ ሱዳን ከም ዝኣተወ ፈሊጠ። ኣብ ከሰላ ደልየ ስኢነዮ። ጥራይ ብህይወት ይሃሉ እምበር ኣይስእኖን ግዲ ክኸውን ኢለ ተስፋ ከይቆረጽኩ ካብ ምሕታት ዓዲ ኣይወዓልኩን። ረዘነ ነታ ንፈለማ ካብ ሃገሩ ወጺኡ ከም ስደተኛ ዝሰፈራን እግሩ ዘንበረላን ከተማ ከሰላ ብኸምዚ ዝስዕብ ኣብ ጥራዙ ስፊርዋ ኣሎ። ከሰላ ንእስ ዝበለት ከተማ ኮይና፣ ካብ ኤርትራ ዝፈስስ ሩባ ጋሽ ብሓደ ጫፋ ቆሪጽዋ እዩ ዝሓልፍ። ካብ ጎላጉል ባርካ ተጸይሩ ምስ ውሕጅ ዝወርድ ፍርያም ስብኡ ሓመድ ከኣ ኣብ ከባቢ'ታ ከተማ ኣብ ዝርከብ ገማግም ለሰ ተነጺፉ ይረኣ።

እናኸበሳጮ ነቲ መላስ ልቡ ዝነበረ ዓርኩ'ዩ ዝዝክር። እቲ ርሱን ክሊማ'ታ ከተማ ግን ብዙሕ ዘሸግሮ ኣይመስልን። ኣብ ደጋዊ ከባቢታት ኤርትራ ተወሊደ ዝዓበኹሉ እኳ እንተኾንኩ፣ ድሮ ረመጽ ኮነ ውዑይ ንፋስ ባርካ ተላልየ ስለ ዝነበርኩ፣ ምስ ኩነታት ኣየር ከሰላ ብዙሕ ኣይተጋየሽኩን። በንጻሩ ዘሸገረንን ብፍላይ ኣብቲ ከተማ ንኽጻወሮ ከቢዱኒ ዝነበረን፣ ቋንቋን ባህልን ጓና ህዝቢ'ዩ። ነቲ ተነጽሎይ ተነጽሎ ወሲኹሉ ፍጹም ምጽዋር ኣብዩኒ ነይሩ ክብል ይገልጾ። ረዘነ ኣብቲ ፈለማ ኣብ ጎደናታት ከሰላ ዘውን እናበለ ብዛዕባቲ ብህይወት ንምቕጻል ዝግበር ጻዕሪ እዩ ከስተንትን ዝጀመረ። ዕጭኡ ከምቶም ኣብታ ከተማ ዝሪኦም ዝነበረ ብዘይ ስራሕ፣ ብዘይ መዕቆቢ፣ ብዘይ ኣድራሻ፣ ወጊሓ እትዓርቦም ኤርትራውያን ኮይና ከይትተርፍ ፈርሐ። ንመንግስ ዓርኩ እናዘከረ ገለ ነገርሲ ክገብር ኣለኒ። እናበለ ምስ ነብሱ ክዛረብ ውዒሉ ምስ ሕልንኡ ክማጎት የውግሖ ነበረ። ረዘነ። ኣብ ጎደናታት ከሰላ ቆጽላይ ጃግራይ ጃግራይ ዝዓይነቱ ወተሃደራዊ ክዳን ለቢሶም እቲ ሕብሪ ህስስ እንተበለሎም እሞ ምስ ሲቪል እንተተመሳሰሉ ውሽጡ ንግዳም ገምጢሎም ተኽዲኖሞ ትርኢ። ኣብ ፈቐድኡ ኮልል ዊዒልካ ማይ ትጸምእ እሞ ማይ ናብ ዝርከቦ ተላግስ። ብዛዕባ እቲ ንጎሮሮ መተርከሲ ዝኸውን ማይ ጸገም ኣይነበረን። ምኽንያቱ ሱዳናውያን መሬቶም ምቑት ስለ ዝኾነ ንዝጸምእ ሓላፍ መገዲ ተባሂሉ ሰብ ኣብ ኣፈፌት ዕትሮ ማይን ታኒካን ኣብ ትሕቲ ገረብ ወይ ጸግዒ መንደቕ እዮም ዝቕርቡ። ብልምዲ ማለት እዩ። ምስ ጥሙይ ከብድኻ ግን እንታይ ክገብረልካ ይኽእል? በቃ ማይ ጥራሕ። እቶም መጽለሊ ዘይብሎም ምስ ጥሙይ ከብዶም ትርእዮም መሬት ጸልሚቱ ጽምው ምስ በለሎም ኣብ እግሪ ጎቦ ኻትሚያ ተጸጊዖም ይሓድሩ። ኣብ በዓትታት ተሰኲዖም ዝሓድሩ እውን ትርኢ። ካልእ ብዙሕ ነገር እውን ትርኢ እሞ በቃ ዓቕልኻ እናጸበበካ ኢኻ ትነብር። ግን ኣነ እይህ ንስኻ ኣጋጣሚ ዕድል ገይረ። እታ በዅሪ ገዛና ዓባይ ሓፍተይ ካብቲ ትቕመጠሉ ዝነበረት ተሰነይ ናብ ሱዳን ከም ዝኣተወት ሰምዕ። ኣብ ከሰላ ጸኒሓትኒ ምስ ደቃን በዓል ቤታን እያ ተሰዲዳ። ዋላ እኳ ካብቲ ዘሰንብድን ዘጨንቕን ናብራ ከሰላ ወጺኤ መጸግዒ ዝኾነኒ ገዛ ሓብተይ እንተረኸብኩ፣ ሕልናይ ግን ኣይቀሰነን። ንርእሳ ስደተኛን ኣደ ቈልዑን ስለ ዝኾነት ኪኖ መጽለሊ ከጸግማ ኣይደለኹን። ስራሕ ኣብ ምንዳይ ተጓይየ። እንታይ ዓይነት ስራሕ? ዝኾነ ዝተረኽበ እምበር እሞ ረኺብካ ዶ? ረኺበ ሚኒዋለ ጀሚረ። ረዘነ ኣብቲ መሪር ጸሓይ ብርሃጽ እናተሓጽበ ድራር እለቱ ዝኸተሉ ናይ ህንጻ ስራሕ ተተሓሓዞ። ይኹን እምበር ካብቲ ቆርበትካ ዝበስዕ ተሪር ጸርግ ጸሓይ ንላዕሊ እቲ ካብ ኣስራሕቱ ዝወርዶ ዝነበረ ቀልብኻ ዝሰብር ኣባህራሪ ናይ ምስትናዓቅ ቃላት እዩ ዝነበረ። ናይ ቋንቋ ጸገም ተሓዊስዎ ሰኣን ምርድዳእ ኣብ ዝኽሰት ጌጋታት ድማ ብዘይንሕስያ ሓበሽ ይዓብድ ዝብላ ቃላት እናተወርወራ ነቲ ሕንቃቕን ክንክንን ዘይተፈልዮ ኣብ ምዉቕ ገዝኡ ከቢሩ ዝዓበየ ረዘነ ልዕሊ ዝጽወር ኮኖም ሓደ መዓልቲ ከኣ ይብል ንሱ በቃ ብቋንቋ ምርድዳእ ስኢነ ባዴላ ኣቐብለና እንተበሉኒ ማርቴሎ ሑጻ ኣምጽኣልና እንተበሉኒ ጭቃ ግደፎ ጸርፍን ውርደትን ኣየርእኻ ብኸምዚ ክቅጽል ኣይከኣልኩን ንቁሩብ ኣዋርሕ ሰሪሐ ክገድፎ ወሲነ። ረዘነ ንገለ መዓልታት ብዘይ ስራሕ ምጽናሕ ማለት ዝያዳ ጸቕጥን ጭንቀትን ምዕዳም ምዃኑ ኣይሰሓተን። ንስራሕ ሚኒዋለ ክገድፍን ብኡ ንብኡ ካልእ ዝኾነ ስራሕ ከናድን ጎየ። ኣብ ከባቢ ገዳርፍ ሰፊሕ ናይ ሕርሻ ቦታ ኣሎ። ኣብኡ እንተኸይድካ ስራሕ ይሰኣን'ዩ፣ እንተ ጺዒርካን ደኺምካን ደሓር ዝኾነ ገንዘብ ክትረኽበሉ ትኽእል ኢኻ ዝብል ወረ ሰማዕኩ'ሞ ንሓብተይ ብምኽንያት ስራሕ ንገዳርፍ ክኸይድ ምዃነይ ኣተንባህኩላ። እሞ ተቐቢላቶ'ዶ ሓሳብካ? ፈለማ ኣይፈተወቶን። ናይቲ ብሜዳ ምምጸኢን ድሕሪ ነዊሕ እዋን ምርኻብናን ካብ ቅድሚኣ ክፍለያ ኣይተዋሕጠላን። ምስኣ ኣብ ከሰላ ኮይነ ክሰርሕ ብዙሕ ምኽንያት ኣቕሪባ። ኣነ ግን ምስ ነብሰይ ከም ውዱእ ጉዳይ ስለ ዝወሰድኩዎን ካብ ከሰላ ከልግስ እውን ኣንቂደ ስለ ዝነበርኩን ኣይሰማዕኩዋን። መርቕኒ ጥራይ! ኢለያ ድማ ንገዳርፍ ተመርቀፍኩም። ረዘነ ንገዳርፍ ዝተበገሰሉ ወቕቲ ህጡር ክራማት ምስ ምንባሩ ስራሕ ከም ጉልበትካ ኮይኑ'ዩ ጸኒሕዎ። ገዳርፍ ዓዲ ሕርሻ'ያ። ኣብ ግዜ ክራማት ከኣ ከካብ ከባቢኡ ስራሕ ደልዩ ብዝውሕዝ ህዝቢ ተዕለቕልቕ። ረዘነ ነዚ ብምዝካር፣ ስራሕ ዝደለየ ሰብ ዝእከበሉ ፍሉይ ቦታ ኣሎ። ኣነ'ውን ንገዳርፍ እትው ምስ በልኩ ናብኡ'የ ከይደ። ከምዚ ዕዳጋ ዓይነት'ዩ ዝመስል፣ ዕዳጋ ህዝቢ። ኣብኡ ከም ህዝበይ ተሰሪዐ ንዋጋ ዕዳጋ ወረድኩም። እቶም ሃብታማት ሰብ ሕርሻ ገሊኦም ብትራክተር ገሊኦም ውን ብሎሪ ገይሮም ይመጹ እሞ ሓሓርዮም ዓይኖም ዝመልኣሎም ጎበዝ እናመረጹ ናብ ቦታ ሕርሽኦም ይወስዱ። ኣነ ውን ብኸምኡ ምስ ሰለስተ ከማይ መንእሰያት ተመሪጽና ናብቲ እንሰርሓሉ ቦታ ተወሲድና ክብል ኣብታ ጥራዙ ስፊርዎ ኣሎ። ስራሕ እሞ ከመይ ረኺብካዮ? ዳርጋ እቲ ዝኽእሎ ስራሕ እዩ። ካብ ጸሀይ ማሸላ ጀሚረ ብትካ ማሸላ፣ ምእካብ ዓውዲ፣ ቀጺለውን ኣብ ዓጺድ ስምስም ብኩንትራት ሰሪሐ። ደሓር ከ ደኣ? ኩንትራት ተወዲኡ። በቃ ኩሉ ነናብ ዝመጾ ተመሊሱ። ኣነ ከኣ ናብ ገዳርፍ ተመሊሰ። ብዘይ ስራሕ ነዊሕ ከይጸንሕ እናሰጋእኩ በተን እክብ ዝኸረምኮም ገንዘብ ክናብር ጀመርኩ። ይገርመካ እዩ።